ኢራን ኣብ ልዕሊ ኣሜሪካ ዘተኮረ ሓድሽ ናይ ዝርርብ ሓሳብ ኣቕሪባ ኢራን ብመንገዲ ኣምባሳደር ፓኪስታን ኣቢላ ዝተመሓየሸ ናይ ዝርርብ ሓሳብ ንሕቡራት መንግስታት ኣሜሪካ ከም ዘቕረበት ተሰሚዑ ወሃቢ ቃል ሚኒስትር ጉዳያት ወፃኢ እስማኤል ባቃኢ ሃገሮም ነባሪ ሰላም ከም ከምዝደሊ እኳ እንተገለጹ፣ ኣብ ውሽጢ ሃገር ዘለዉ ዓበይቲ ናይ ሃይማኖት መራሕትን ኣባላት ፓርላማን ግን ጉዳይ ምውናን ኒዩክሌርን ምስ ሰለማዊ መዓላን ወሽመጥ ሆርሙዝን ካብ ዝርርብ ወጻኢ ምዃኖም ኣፍሊጦም ኣለዉ። ኣብ መላእ ማእኸላይ ምብራቕ ዝርከባ መብዛሕትኤን መደበራት ኣሜሪካ ብሰንኪ መጥቃዕቲ ኢራን ከም ዝተሃሰያ ጸብጻብ ሲኤንኤን ይገልጽ። እዚ ካብቲ ዝንገር ዘሎ ኣዝዩ ዝተፈለየ ስእሊ ኮይኑ፣ ብዛዕባ ድልውነት ምክልኻል ኣሜሪካ ድማ ሓቀኛ ሕቶታት የለዓዕል ኣሎ። እዚ ከምዚ ኢሉ እንከሎ፣ ትራምፕ ንፕሬዝደንት ኩባ ሚካኤል ዲያዝ ካነል ካብ ስራሕ ኣባሪሩ ንዕድመ ልክዕ ፕሬዝደንት ምዃኑ ኣዊጁ። ነቲ መሬት ንምሕላው ዩኤስኤስ ኣብርሃም ሊንከን ክሰድድ ምዃኑ እውን ብተወሳኺ ኣመልኪቱ። ብዋዛ ትራምፕ ንኢራን ድሕሪ ምድምሳስ፣ ኩባ ቀጺላ ክትከውን እያ ድማ ኢሉ ኣሎ። እቲ ፕረዚደንት ንኩባ ንምውሳድ ሓንቲ ተሸካሚት መርከብ ጥራይ እኽልቲ ምዃና ብምግላጽ፣ ብዘይ ባእሲ ተስፋ እንተሂቦም ድማ ጽቡቕ ምዃኑ ገሊጹ። ንሱ ንመርከብ ዩኤስኤስ ኣብርሃም ሊንከን ኣጎነጻዊ ሓይሊ ከም ዝጥቀመላ ዘምልክት እዩ። ፖለቲካዊ ምዕባልታት ወሽመጥ ፋርስ ንዘለኣለም ተቐይሩ እዩ። ሕጂ ንሪኦ ዘለና ክውንነት ድሕሪ ሕጂ ኢራን እንጻር እስራኤል ወይ ኢራን ኣንጻር ኣሜርካ ጥራይ ኣይኮነን ቀስ ብቐስ ናብ MBZ ቨርሰስ MBS፣ UAE ቨርሰስ ሳውዲ ኣረብያ፣ ስትራቴጂ ኣቡዳቢ ኣንጻር ስትራቴጂ ሪያድ ይቕየር ኣሎ። እዚ ቅልጡፍ ዝመስል ዳግመ ምውዳእ ናብ ጎሽመጥ ፋርስ ኣካልቲ በብከባቢኡ ናይ ዓለምና ዘሎ ዘባዊ ውዳኔ ጌርካ ምግላጽ ይከኣል እዩ። እንተኾነ ብዙሕ ዕድላት ተሓንጊጡ ዝመጽእ ዘሎ እኳ እንተኾነ ርእሱ ዝኸኣለ ብድሆታት ከም ዝፈጥር እውን ንጹር እዩ። ከምኡ እውን ብናህና ኣረኣእያ ኢራን ድሮ ቀዳማይ ዓብይ ዓወት ኣብ ዕላማኣ በጺሓ ኣላ ማለት ንሃገራት ወሽመጥ ዓረብ በቲ እትደልዮ መስርሕ መቓቒላተን እያ። ምኽንያቱ ኢራን ኣብቲ ዓጥቀሉ እዋን ኢማራት ዓረብ ሓገዝ ንምርካብ ናብ እስራኤል ገጻ ክትጥምት ነይሩዋ። ስዑዲ ዓረብ ድማ ህድእ ኢላ ካብ ርሑቕ ትዕዘብ ነይራ። እዚ ንእሽቶ ፍጻመ ኣይኮነን። እዚ ድማ ስነ-ልቦና ናይቲ ዞባ ንሓዋሩ ይቕይሮ ኣሎ። ጂኦፖለቲካዊ ምልውዋጥ ልክዕ ከምዚ እዩ። ኣብ ሓደ መዓልቲ ዘይኮነስ ብሓደ መግለጺ ዘይኮነስ ብሓደ ህሞት ተቢላ ነፍሲ ወከፍ ሃገር መን ብጭቡጥ ምስኣ ደው ኢሉ ከምዘሎን መን ጥራይ ይዕዘብ ከምዘሎን ዝግንዘባሉ ዕድል ተፈጢሩ ኣሎ። ኣብ መንጎ ፕረዚደንት ዶናልድ ትራምፕን ቻንስለር ፍረድሪክ መርዝን ፖለቲካዊ ወጥርን ምዝላፍን ኣብ ዝሓየለሉ ክፍሊ ምክልኻል ኣሜሪካ ሓሙሽተ ሽሕ ወታደራቱ ካብ ጀርመን ክስሕብ ምዃኑ ኣፍሊጡ። እዚ ንምንካይ ወታደራት ነቶም ኣብዚ እዋን ንጡፍ ወታደራዊ ስርሓት ዘለዉ ልዕሊ 36 ሽሕ ወታደራት ዝኾኑ ኣብ ኤውሮፓ ዝዓበየ ቁፅር ዘለዎም ወታደራት ኣሜሪካ ኣብ ጀርመን ጸሉ እዩ። ቀንዲ መበገሲ እዚ ስጉምቲ ብሰንኪ ኲናት ኢራን ኣብ መንጎ መራሕቲ ክልቲኤን ሃገራት ዝተፈጠረ ፍልልይ እዩ። ቻንስለር መርዝ ኣብ ቀረባ እዋን ተግባራት ኣሜሪካ ብምንቃፍ፣ ኣሜሪካ ስትራቴጂያዊ መውጽኢ ከምዘይብላ ብምግላጽ፣ ኣብ እዋን ዘተ እውን ብመሪሕነት ኢራን ተዋሪዳ እያ ክብል ገሊጹ ምንባሩ ይፍለጥ። እቲ ቻንስለር ኣብ ኲናት ኢራን ብተደጋጋሚ ንኣሜሪካ ክነቅፍ ዝጸንሐ ኮይኑ፣ ሓደ ካብቶም ሃገራት ኤውሮፓ ይኹን ኔቶ ናብቲ ኲናት ተጎስጒሶም ከምዘይኣተዉ፣ ብቐደሙ እቲ ኲናት ክጅመር እንከሎ'ውን ኣፍልጦን ምምኽኻርን ከምዘይተገበረሎም ብትሪ ክገልጹ ዝጸንሑ መራሕቲ ዓበይቲ ሃገራት ኤውሮፓ እዩ። መራሒ ጀርመን ኣብ ፈለማ መዓልታት እዚ ሰሙን ንተምሃሮ ዩኒቨርሲቲ ኣብ ዘስምዖ መደረ፣ ኢራናውያን ኣብ ዘተ ኣዝዮም ሓያላት ምዃኖም ርዱእ እዩ፣ ወይ ድማ ብልክዕ ክዛረብ እንተኾይነ ንኣሜሪካውያን ናብ ኢስላማባድ ክጓዓዙ ይገብርዎም እሞ ድሕሪኡ ብዘይ ዝኾነ ፍረ ከም ዝወጹ ይገብርዎም ኢሉ። እቲ ነካይዳ ትራምፕ ብተደጋጋሚ ዝነቅፍ ቻንስለር መርዝ ወሲኹ፣ ሙሉእ ህዝቢ ኣሜሪካ ብመሪሕነት ኢራን ይዋረድ ከም ዘሎ ከኣ ገሊጹ። ትራምፕ ከም ግብረ መልሲ ንሕንን ናይዚ ናይ መወዳእታ ፕረዚደንት ቻንስለር ዝሃቦ መደረ ብሓሙስ ኣብ ማሕበራዊ መራኸቢታት ፍረድሪክ መርዝ ኣዝዩ ሕማቕ ስራሕ እዩ ሰሪሑ፣ ከም ጉዳያት ኢሚግሬሽንን ጸዓትን ዝኣመሰሉ ውሽጣዊ ጉዳያት ከመሓድር ኣይከኣለን ክብል ከነኣእሶ ፈቲኑ። ካብዚ ሓሊፉ ትራምፕ ፍረድሪክ መርዝ ኢራን ኒዩክለሳዊ ኣጽዋር ክትረክብ እውን ብዙሕ ደንታ ዘለዎ ኣይኮነን ኢሉ። ወሃቢ ቃል ፔንታጎን ሾን ፓርነል ትእዛዝ ምስሓብ ሰራዊት ኣሜርካ ካብ ጀርመን ብመንገዲ ጸሓፊ ምክልኻል ፔት ሄግሴት ከምዝወረደ ኣረጋጊጹ። እዚ ድማ ኣብ ባይታ ዘሎ ጠለባትን ኩነታትን ብሰፊሑ ድሕሪ ምግምጋም እዩ ኢሉ። እቲ መስርሕ ድማ ኣብ ዝቕጽሉ ሽዱሽተ ክስካብ ዓሰርተ ክልተ ኣዋርሕ ክዛዘም ትጽቢት ይግበር። እዚ ስጉምቲ ኣብ ጀርመን ጥራይ ዝሕጸር ከምዘይኮነ፣ ትራምፕ ኣብ ኢጣልያን ስጳኛን ተመሳሳሊ ስጉምቲ ክወስድ ይሓስበሉ ከምዘሎ ኣመልኪቱ። ትራምፕ ሃገራት ኤውሮፓ መጻዊ ሆርሙዝ ንምኽፋት ካብ ፈለምኡ ኣብ ዝወጠኖ ወታደራዊ ስርሒታትን ዝገብሮ ዘሎ ዕጽዋን ምስታፍ ብምእባዮም ኣመና ተቐይምዎም እዩ። ነቲ ስጳኛን ኢጣልያን ኣብዚ ስርሒት ስድራቤት ንምሕጋዝ ዝሃቦ ኣሉታዊ ግብረ መልሲ እውን ብትሪ ክነቅፍ ጸኒሑ እዩ። ቅድሚ ሕጂ'ውን ትራምፕ ብፍላይ ኣብ ክልተ ሽሕን ዒስራን ጀርመን ነቲ ክልተ ሚእታዊ ሽቶ ወጻኢታት ምክልኻል ኔቶ ክተማልእ ዘይምኽኣላ ኣብ ዝጠቐሰትሉ ዓመት፣ ወተሃደራት ኣሜሪካ ኣብ ጀርመን ንምንካይ ፈቲኑ ነይሩ እዩ። እቲ ቅድሚ ሕጂ ዝተገበረ ፈተነ ብኮንግረስ ክዕገት እንከሎ፣ እዚ ናይ ሕጂ ግን ዝተፈለየ ምዃኑ እዩ ዝግለጽ። ኣብ ትሕቲ ምምሕዳር መርዝ ጀርመን ወተሃደራዊ ባጀታ ብዓቢኡ ወሲኹ። ትካቶ ኣላ። ኣብ ዝመጽእ ዓመት ጠቕላላ ወጻኢታት ምክልኻል ካብ ውሽጣዊ ፍርያት ሃገር ሰለስተ ነጥቢ ሓደ ሚእታዊት ክበጽሕ ትጽቢት ይግበር። ኣብ ዝሓለፈ ዓመት ወታደራዊ ጸጋታት ኣሜሪካ ካብ ኤውሮፓ ናብ ዞባ ኢንዶ-ፓስፊክ ንምስግጋር ዝገበረቶ ሰፊሕ ስትራቴጂያዊ ውሳነ ምዃኑ ዝተገለጸ ካብ ሩማንያ ምንካይ ወታደራት ኣካይዳ ነይራ። ነዚ ናይ ሕጂ ምስሓብ ሰራዊት ኣሜሪካ ካብ ጀርመን ኣመልኪቱ ዝተውሃቦ ወግዓዊ መግለጺ ፔንታጎን ምቅይያር ንሓይሊ ኣቃውማ ዝብል ምኽንያት እኳ እንተተወሃቦ እቲ ስጉምቲ ግን መርኣያ ናይቲ ኣብ መንጎ ክልቲኦም መራሕቲ እቲ ኣብ ጉዳይ ማእኸላይ ምብራቕ ዘሎ ናይ ፖሊስን ኣተሓዛን ፍልልይ ዘንፀባርቕ ምዃኑ ተንተንቲ ይገልፁ። መበል ዓሰርተ ሸውዓተ ሳይነሳዊ ዋዕላ ማሕበር ፋርማሴዩቲካል ኤርትራ ንዝሓሸ ውፅኢት ጥዕና ሙያዊ ብቕዓት ፋርማሲ ምዕባይ ኣብ ትሕቲ ዝብል መሪሕ ቃል ኣብ ኣስመራ ፓላስ ተኻይዱ ፕሬዚደንት እቲ ማሕበር ኣቶ ኣብርሃ ገብረ ቃለ መኽፈት ኣስሚዖም ብክኢላታት ዝቐረቡ መፅናዕታዊ ንጥፋት ነዞም ዝስዕቡ ኣርእስታት ዝሓቖፉ ነይሮም። ኣብ እዋን ጥንሲ ንመድሓኒት ፓራስታሞል ምጥቃምን ምስ ኦቲዝም ዘለዎ ምትእስሳርን፣ ስነ-ለበዳዊ ትንተናን ስነ-ህይወታዊ ጭብጥታትን፣ ኣብ ዳግመ ገምጋም ዝርዝር መሰረታዊ መድሓኒታት ኤርትራ ዘርኣየቶ ናይ ርእሰ-ምርኮሳ መንገዲ፣ ቀንዲ ስትራቴጂታት፣ ብድሆታትን ዝተቐሰሙ ትምህርታትን፣ ብመሰረት ምድብ ውድብ ጥዕና ዓለም ዝወሃብ ኣጠቓቕማ መድሓኒታት፣ ጸረ-ህዋሳት ኣብ ደም ረኽሲ ዘስዕቡ ቀንዲ ባክተርያታትን ንመድሓኒት ዘለዎም ተጻዋርነትን፣ ኣብ ኣስመራ ካብ ክልተ ሽሕን ዓሰርተ ኣርባዕተን ክስካብ። 2022 ዝተገበረ መፅናዕቲ ኣብ ትካላት ጥዕና ኤርትራ ንጥኑሳት ደቂ ኣንስትዮ ዝእዘዙ መድሓኒታት፣ ኣጠቓቕምኦም፣ ድሕንነቶም፣ ፅልዋታቶምን ዝምልከት ነይሩ። እዚ ከምዚ ኢሉ እንከሎ ቃልሲ ህዝቢ ኤርትራን ትግራይን ድሕሪ ነቲ ኣርባዕተ ዓመታት ክሳወር ዝጸንሐ ሸርሕን ጸይቅን በጣጢሶም ናብ ነባሪ ዓወት ይሳግሙ ኣለዉ። ከዳዓት ተጋሩ ኣለምቲ ሽርሒ ሸልስን ጅቡትን በዓል ወዲ ወረደ ፃድቃን፣ ቦድካቸው፣ ተወልደ ዕንበብን ስየ ብርሃን ምስ ስድርኡን ብዘሕፍር ስዕረት ካብ ሜዳ ትግራይ ተኣልዮም ኣለዉ። ባራ ወዲ በሻሻ ንሕጂ ጥራሕ ዘይኮነስ ንመፃኢ እውን ካብ ፖለቲካ ትግራይ ተጋሕጢጦም ስለዘለዉ ዝተረፈት ዕምሮም ናብ መዓስከራት ስደት ኣፍሪቃ ምምርቃፍ ወይ ከዓ ኣጋሮ ከይዶም ቡን እናኣረዩ ክበልዩ ተባሂሉ ይግመት። ትማሊ ሓደ ጉንበት ክልተ ሽሕን ዕስራን ሽዱሽተን ኣህጉራዊ መዓልቲ ሰራሕተኛታት ኣብ ኣስመራ ኣብ ዝርከብ ቤት ጽሕፈት ሃገራዊ ኮንፌደረሽን ሰራሕተኛታት ኤርትራ ተጸንቢሉ ውዒሉ። ኣብቲ ስነ-ስርዓት ላዕለዎት ሚኒስተራት መንግስቲ፣ ሓለፍቲ ህግደፍ፣ ኣባላት ዲፕሎማቲክ ኮርን ወከልቲ ዝተፈላለየ ማሕበራት ሰራሕተኛታትን ተረኺቦም ነይሮም። ምክትል ዋና ጸሓፊ ሃገራዊ ኮንፌደረሽን ሰራሕተኛታት ኤርትራ ኣቶ ክብረኣብ ኪዳነ፣ ዋና ዳይሬክተር ሚኒስትሪ ዕዮን ማሕበራዊ ድሕነትን ከምኡ'ውን ወኪል ፌደረሽን ሃብቲ ስራሕ መደረታት ኣስሚዖም። እዚ ዓመት እዚ መበል ሚእትን ሳሳን ሽዱሽተን ዓመት ኣህጉራዊ ጽንብል መዓልቲ ሰራሕተኛታትን መበል ሳሳን ሓሙሽተን ዓመት ድማ ኣብ ኤርትራ ኣብ ሃገራዊ ደረጃ ዝተኸበረሉን እዩ። እቲ ጽንብል ንወሳኒ ኣበርክቶ ሰራሕተኛታት ኤርትራን ነቲ ዘይጸዓድ መንፈስ ሓድነትን ዘጉልሕ ድሙቕ ባህላዊ ምርኢታትን ስነ-ጥበባዊ ስርሓትን ዝሓቖፈ እዩ ነይሩ። ምብቃዕ መጻኢ ወለዶ ኤርትራ ኣብዚ ብቕልጡፍ ዝቀየር ዘሎ ዓለም ደቅና ካብ ተስፋ ንላዕሊ ይግብኦም እዩ፣ ክእለት ይግብኦም እዩ። ኤርትራ ንመንእሰያታ ብዲጂታላዊ ንቕሓት፣ ብኮዲንግ፣ ብትንተናዊ ኣተሓሳስባን ብዓለም ለኻዊ ቋንቋታትን ንምዕጣቕ ምንቅስቓስ ትገብር ኣላ። እዚ ድማ ኣብ ዝኾነ ኩርናዕ ዓለም ክወዳደሩ፣ ክፈጥሩን ክመርሑን የኽእሎም። ካብ ቤት ትምህርቲ ቦርዲንግ ዓፋን ቦክስ፣ ካብ ዲያስፖራ ሓደ ላፕቶፕ፣ ሓደ ትምህርቲ፣ ሓደ ሕልሚ። መጻኢ ኤርትራ ዲጂታላዊ እዩ። መጻኢ ኤርትራ ብዙሕ ቋንቋታት ዝዛረብ እዩ። መጻኢ ኤርትራ ብሩህ እዩ። ብሓባር ኮይንና ነቲ ዘለና ዓቕሚ ናብ ሓይሊ ክንቅይሮ ድማ ይግባእ። መንግስቲ ሱዳን ንሓይሊ ኣየር ናይቲ ሃገር ናብ ዝሓለፈ ክልተ መዓልታት ኣብ ውሽጢ መሬት ኢትዮጵያ መጥቃዕትታት ከም ዘካየዱ ኣብ ዜናታትና ገሊጽናዮ ምንባርና ዝዝከር ኮይኑ ሎም ለይቲ ድማ ሓይሊ ኣየር ሱዳን ብመጥቃዕቲ ድሮናት ኣብ ውሽጢ መሬት ኢትዮጵያ ዝተፈላለዩ ዕላማታት ከም ዝሃረመ ካብ ኢትዮጵያ ዜናን ሓበሬታን ወፂኡ ይርከብ ኣሎ። በዚ ሎም ተፈፂሙ ዘርከብ ዘሎ መጥቃዕቲ ድሮን ዕስራን ክልተን ሰባት ከም ዝተቕተሉ እዚ ኸኣ ሓደ ካብቲ ኣሻቓሊ ኮይኑ ዘርከብ ዘሎ ኩነታት ከም ዝኾነ እዩ ኣብዚ ሓበሬታታት ተተንቲኑ ዘርከብ ዘሎ። ስርዓት ብልፅግና ብሰንኪ ፃሕታር ተግባራቱ ከዳሚ ሕቡራት ኢማራት ዓረብ ብምዃን ብመሬቱ ኣቢሉ ንተቓወምቲ ሓይልታት RSF ዝተፈላለዩ ዕጥቅን ኣፅዋራትን ሎጂስቲክን ግን ከመላልስ ጸኒሑን ኣሎን። ሕሉፍ ሓሊፉ ኣብ ቤንሻንጉል ጉሙዝ ወታደራዊ መዓስከራት ብምድኳን ንተቓወምቲ ሓይልታት RSF ካብኡ ተበጊሶም ኣብ ልዕሊ ዕላማታት ሰራዊትን ህዝብን መንግስትን ሱዳን መጥቃዕትታት ከካይዱ ባይታ ኣጣጢሑ'ዩ ጸኒሑ። መንግስቲ ሱዳን ንሓይሊ ኣየር ናይታ ሃገርን ኣብ ልዕሊ ኢትዮጵያን ምክልኻል ናይታ ሃገርን ዓይኒ ናይ ምፍዳይ ስጉምቲ ክወስዱ ምዃኖም ብተደጋጋሚ ኣጠንቂቖም ነይሮም እዮም። ኣብዚ ሒዝናዮ ንርከብ ዘለና ኣርባዕተ መዓልታት ሓይሊ ኣየር ሱዳን ድሮናቱ ብምጥቃም ሎሚ ንሳልሳይ ግዜኡ መጥቃዕቲ ድሮን ፈጺሙ ይርከብ ኣሎ። መንግስቲ ኢትዮጵያ ንምክልኻል ናይታ ሃገር ነዚ ዝካየድ ዘሎ ናይ ድሮን መጥቃዕትታት ዝኹንን ዝኾነ ይኹን መግለጽታት ክስካብ ሕጂ ኣየውጽአን። መንግስቲ ኤርትራ ኣብ ተለዋዋጢ ፖለቲካውን ቁጠባውን መድረኽ ዓለምና ምስታ ቁጠባኣ ብሰፊሕ ጽላት ነዳድን ተፈጥራዊ ጋዝን ዝምእዝን ናይ ካርቢያን ሃገር ውዕል ከምዝፈረመ ተገሊጹ። ኤርትራን ሪፓብሊክ ትሪንዳድን ቶባጎን ኣብ መንጎ ኣፍሪቃን ካርቢያንን ዝምድና ኣብ ምድልዳል ርኡይ ስጉምቲ ዘምልክት ብወግዒ ዲፕሎማሲያዊ ዝምድናታት ምምስራትን ቤት ጽሕፈት ቀዋሚ ተልእኾ ኤርትራ ሕቡራት ሃገራት ገሊጹ። ብመሰረት ጸብጻብ እቲ ቤት ጽሕፈት፣ እቲ ክልቲኣዊ ስምምዕ ትማሊ ኣብ ቤት ጽሕፈት ቀዋሚ ተልእኾ ትሪንዳድን ቶባጎን ኣብ ሕቡራት ሃገራት ኣምባሳደር ሶፍያ ተስፋማርያም ብስም ኤርትራ፣ ኒል ፓርሰን ድማ ብስም ትሪንዳድን ቶባጎን ከምዝፈረሙ ተገሊጹ። እዚ ብወግዒ ዝተገበረ ምምስራት ዲፕሎማሲያዊ ዝምድናታት ክልቲኤን ሃገራት፣ ኣብ ውሽጢ ሕቡራት ሃገራት ከምኡ'ውን ኣብ ካልኦት ብዙሕነታዊ መድረኻት ምትሕብባር ንምዕማቕ ዘለወን ሓበራዊ ተወፋይነት ዘንጸባርቕ ከምዝኾነን፣ ኣብ ፖለቲካዊ ዘተ፣ ቁጠባዊ ምትሕግጋዝ፣ ባህላዊ ምልውዋጥን ዘጠቓልል ኣብ ሓበራዊ ረብሓ ዘለወን መዳያት ንዝዓብይ ምትሕብባር መንገዲ ዝኸፍት ምዃኑ እቲ ጸብጻብ ብተወሳኺ ኣረዲኡ። ኣብ መወዳእታ እቲ ጸብጻብ፣ ኤርትራን ትሪንዳድን ተባጎን ኣገዳስነት ሓባር ምትሕግጋዝ ሃገራት ኣፍሪቃ፣ ኤስያ፣ ላቲን ኣሜሪካን ከምኡ'ውን ኣብ መንጎ ዝማዕበላ ሃገራት ዝግበር ምትሕግጋዝ እዚ ምዕራፍ እዚ ንክልቲኣዊ ጽምዶ ሓድሽ መንገድታት ከምዝኸፍት ኣመልኪቱ። ክልቲኦም ወክልቲ እዘን ሃገራት ምሕዝነታዊ ርክብ ንምዕቃብን ኣብ ዓለማዊ መድረኻት ወይ ትካላት ምትሕብባርን ዘለዎም ተገዳስነት ብምርግጋጽ ነቲ ናይ ስምምዕ ስነ-ስርዓት ብፌርማ ብምኽታም ዛዚሞሞ። ትሪንዳድን ቶባጎን ኣብ ካርብያን ዝያዳ ብኢንዳስትሪ ብልጽግ ቁጠባ ዘለዋ ሃገር ኮይና ብዓብይኡ ድማ በቲ ሰፊሕ ብፅላት ነዳድን ተፈጥራዊ ጋዝን ከም ዝምራሕ ይግለፅ። ነፋሲት እቲ ካልእ ጸጋ መዓድን ኤርትራ ኣብ ሰሜናዊ ከበሳ ናይ ኤርትራ ዘርከብ ነፋሲት ብዘለዎ መኽዘን ናይ መዓድን ብምዃን ቁጠባዊ ፍታሕ ከምጽእ ትጽቢት ከም ዝግበረሉ ተሓቢሩ። እቲ ብዛዕባ ጸጋታት ናይ ነፋሲት ኣመልኪቱ ዝተዘርግሐ ዜና ነፋሲት ኣብ ዋልታ ዓረብያን ኑብያን ዘርከብ ብምዃኑ ልክዕ ከምቶም ኣብ ካልእ ከባብታት ኤርትራ ዘርከቡ ናይ ዕደና ማእከላት ብዘለዎ ናይ ወርቂ ወርቅን ቤዝን ሜታልን ዕቑር መኽዘን ብምዃን ትስፉው መጻእ ክፈጠር ከም ዝኽእል ገሊጹ። እቲ ዝተዘርግሐ ሓበሬታ፣ ሰሜናዊ ክፋል ኤርትራ ንነፋሲት ሓዊስካ ብእሳተ ጎመራ ዝፈለቐ ሰፊሕ መኽዘን ወርቂ ካልኦት መዓድናትን ዝሓዘ ምዃኑ ኣረዲኡ። ነፋሲት ኣብ ከባቢኣን ዘርከባ ዓድታት ኤርትራ ብጸጋታት ዓረን እምነበረድን ዝብልጽግ ብምዃኑ፣ ኤርትራ ኣብ ትገብሮ ጐዕዞ ናይ ዳግመ ህንጻ ልዑል ኣስተዋጽኦ ክትገብር ትፅቢት ይግበረሉ። መንግስቲ ኤርትራ ንፀጋታት ኣብ ረብሓ ህዝብን ሃገርን ንምውዓል ብመንገዲ ሚኒስትር ፀዓትን መዓድንን ናይ ዳህሳስን ዕደናን ፍቓድ ብምሃብ ይሰርሕ ከምዘሎ ኣመልኪቱ። ንፋሲት ሓቒፋቶ ብዘላ ፀጋታት መዓድን ኣብ መስርሕ ህንፃ ክውዕል ዝኽእል ዓረን እምነበረድን ኣብ ግምት ብምእታው ጎኒ ጎኒ እቶም ካልኦት መደባት ኣብ ቁጠባዊ ዕቤትን ልምዓት ናይ ኤርትራ ናይ ገዛእ ርእሱ ግደ ክፃወት ትፅቢት ይግበረሉ። ኣብ ቨርጂንያ ሴኔተር ኣሜሪካ መበል 65 ዓመት ልደት ናጽነት ኤርትራ ኣፍልጦ ሂቡ። ሴኔተር ቲም ኬን ንመበል 65 ዓመታዊ ልደት ኤርትራ ዘለዎ ድጋፉ የፍልጦ ብጽሑፍ ኣሰንዩ ገሊጹ። መዓልቲ ናጽነት ኤርትራውያን ተቐማጦ ሕቡራት መንግስታት ኣሜሪካ ብዝተፈላለየ ስነ ጥበባዊ ምርኢት፣ ሙዚቃዊ ኮንሰርት፣ ባዛራት፣ ስእላዊ ምርኢት፣ ሰሚናራት፣ ስፖርታዊ ውድድራት ወዘተ ማሚቑ ንመበል 65 ግዜ ኣብ ኩሉ ክፋላት ኣሜርካ ክካየድ እዩ። ብተወሳኺ እውን መዓልቲ ናጽነት ኤርትራውያን ተቐማጦ ኩዌት ብዝተፈላለየ ስነጥበባዊ ምርኢት፣ ሙዚቃዊ ኮንሰርት፣ ባዛራት፣ ስእላዊ ምርኢት፣ ሰሚናራት ወዘተ ማሚቑ ንመበሳሳን ሓሙሸን ግዜ ክካየድ እዩ። ኤርትራ ኣብ ዝርከቡ ዘለዉ ዕቑራት መዓድናት ንህዝቢ ኤርትራ ሓሊፉ ንዓለም ዓበይቲ ተስፋታት እናሓዙ ይመጹ ኣለዉ። ኣብ ኤርትራ ካብ ዝርከቡ ዕቑራት መዓድናት ዘይተነክኡ ምስ ምዃኖም ዓለም ናብ ኤርትራ ቆላሕታ ገይራ ትርከብ። ኤርትራ ከም ወርቂ፣ ዚንጎ፣ ነሓስ፣ ጋዝ ፖታሽ ብዓብዩ ድማ ተፈጥራዊ ጋዝ ነዳዲ ዘለዋ ሃብታም ሃገር እያ። ብዘይካ እዚ ድማ ኤርትራ ስትራቴጂካዊት ሃገር ካብ ዝገብራት ሓደ ኣቀማምጣኣን ወደባታን ባሕራን ንኤርትራ ዘይትምነ ሃገር የላን። ብኻልእ ዜና ድማ ኣብ ካናዳ ዘጋጠመ ክኸውን እንከሎ እቲ ዘጋጠመ ድማ ሓደ ኤርትራዊ ኣቦ ክልተ እቲ ዓሰርተ ዕድመ ደቁ ከም ዝቐተለ ተገሊጹ። እቲ ሰብኣይ ካብ ሓዳሩ ቅድሚ ሓደ ዓመት ከም ዝተፋትሐ ዝገልጹ እቶም ፖሊሳት፣ እታ ኣደ ድማ ናብ ፖሊስ ብምኻድ ናብ ደቃ ክመጽእ ከም ዘይብሉ ነቶም ፖላዊስ ትገልጸሎም እኳ እንታ ነበረት፣ ንሳቶም ድማ ባእሱ ምስ ሰበይቱ እዩ ብምባል ኣቓልቦ ከይሃቡሉ ምጽንሖም ይሕብሩ። እቲ ሰብኣይ እናተመላለሰ ነቶም ደቁ የጻውቶም ከም ዝነበረ ብምግላጽ፣ ሕጂ ድማ ብዘስካሕክሕ ኣብ መንገዲ ንኽልተ ደቁ ቀቲሉ ናብ ፖሊስ ብምድዋል ከም ዝቐተሎምን ሎኬሽን ብምስዳድ ኣብ መኪና ተረኺቦም። ብዛዕባ ስም እቲ ዝቐተለ ኮነ ናይቶም ህጻናት ፎቶ ክስካብ ሕጂ ኣይዘርግሑን።